ሰላም ተኸታተልቲ ዕቤን ሚድያ ሎማዓንቲ ድማ ብሓደ ኣዝዩ ፍሉይ ኣርእስቲ ተመሊሰኩም ኣለኹ። ስምዒታት ከም ደስታ፣ ሓጎስ፣ ኩርዓት፣ ርእሰ ተኣማንነት ዝኣመሰሉ ኣብ ውሽጥና ገለ ኬሚካላዊ ዝኾነ ትሕዝቶ ይፈጥሩ እዮም። ነዚ ትሕዝቶ እዚ ነዚ ሪኣክሽን እዚ ተሓተቲ ዝኾኑ ብሃፒነስ ሆርሞን ዝፍለጡ ኣርባዕተ ሆርሞናት ኣለዉ። ኣብዛ ናይ ሎማዓንቲ ቪድዮ እዞም ሆርሞናት እዚኦም ኣብ ኣካላትና እንተጎዲሎምና እንታይ ይስማዓና፣ ሙድና እና ከመይ ይኸውን፣ ንዕኦም ድማ ኣብ ዘድለዩና ግዜ ከመይ ጌርና ቡስት ንገብሮም ኣብዛ ናይ ሎማዓንቲ ቪድዮ ክንዕዘብ ኢና እሞ ምሳይ ጽንሑ። ነቶም ዘይትፈልጡኒ ስመይ ሳይሞን ዘርኡ እየ ዝብሃል። እቲ ብቀዳማይ ደረጃ ንሪኦ ዓይነት ሆርሞን ዶፐሚን ዝብሃል ሆርሞን እዩ። እዚ ሆርሞን እዚ ከም ናይ ብልጫ ወይ ድማ ናይ ሞቲቬሽን ሆርሞን ዝፍለጥ እዩ። እዚ ሆርሞን እዚ ኣብ ኣካላትና ምስ ዝጎድለና እንታይ ንኾን? ከም ሽሙ ከም ዝሕብሮ ሞቲቬሽን እቲ ናትና ምትብባዕ ዝኾነ ነገር ክንገብር ናትና ምትብባዕ ኣዝዩ ይጎድል ብኡ መጠን ድማ ናይ ምስልቻውን ናይ ምህካይን ስምዒት ይስማዓና ነዚ ሆርሞን እዚ ቡስት ንክንገብር ኣብ ነብስና ክህልወና ንኣካላትና ከመይ ጌርና ንሕግዛ እታ ቀዳማይ ደረጃ እታ ንሪኣ ነጥቢ ማለት እዩ ስፖርት ምግባር እያ። ኣብ መዓልታዊ ህይወትካ ስፖርት ምዝውታር ነቲ ካብቲ ኣካላዊ ጥንካረ ሓሊፉ ነቲ ናትና ሙድን ነዚ ሆርሞን እዚ ኣብ ኣካላትና ከም ዝበዝሕን እውን ይገብር እዩ። ስለዚ ስፖርት ምዝውታር ኣዝዩ ወሳኒ እዩ። እታ ቀጺልና ንሪኣ ነጥቢ ድማ ታይሮሲን ዝበሃል ትሕዝቶ ዘለዎ መግቢ ምምጋብ እዩ። እዚኦም ከም በዓል እንቋቑሖ፣ ዓሳ፣ ስጋ ዝኣመሰሉ ዓይነታት መግቢ እዮም ማለት እዩ። እታ ቀጺልና ንሪኣ ድማ ናይ ብልጫ ኢልናያ ኔርና። ኩሉ ግዜ እቶም ዘቐመጥናዮም ዕላማታት ክንበጽሖም እንኮለና ወይ ድማ ነቲ ዓቢ ዕላማና ናብ ንኣሽቱ ዕላማታት ሰባቢርና ክንበጽሖ እንኮለና ነቶም to do list ናትና እንዳሰራሕናዮም ራይት እንዳገበርና ክንከይድ ከለና እዚ ዓይነት ሆርሞን ኣብ ኣካላትና ይንዛሕ እዩ። ስለዚ ከኣ ኢና ዕላማታትና ኩሉ ግዜ ኣብ ወረቐት ክንጽሕፎም ዘለና ማለት እዩ። ነዛ ዕላማ እትብል ኣርእስቲ ጽቡቕ ጌርና ትገልጻ፣ ከመይ ጌርና ዕላማታት ክነቐምጥ ከም ዘለናን ስለምንታይ ዕላማታትና ክንጽሕፎም ከም ዘለናን እትገልጽ ቪድዮ ዝሓለፈ ግዜ ጌረ ኔረ፣ ኣብዚ ላዕሊ ቸክ ክንገብራ ንኽእል ኢና። እቲ ቀጺልና ንርእዮ ነጥቢ ድማ እዚኦም ዓይነት ሆርሞናት ኣብ ትርፊ ግዜና ኣብ ንገብሮም ንጥፈታት ዘሐጉሱና ዓይነት ንጥፈታት እውን ክንዝሑ ይኽእሉ እዮም። ንኣብነት ሙዚቃ ምስማዕ፣ ትፈትዎ ዓይነት ሙዚቃ ምስማዕ ወይ ድማ ደስ ዝብለካ ናትካ ሆቢ ክትገብር እንኮለኻ እዚ ዓይነት ሆርሞን እዚ ይንዛሕ እዩ። ክንጥንቀቐሉ ዘለና ግን እዚ ሆርሞን እዚ ውሉፋት ክገብረና ይኽእል እዩ። ንኣብነት ሰብ ብደጋዊ ጽልዋ ንኣብነት ከም በዓል ኣልኮል፣ ዕጸ ፋርስ እውን ኣብ ነብስና ከም ዝንዛሕ ክንገብሮ ንኽእል ኢና። ስለዚ ክንጥንቀቕ ኣለና። እዚ ጥራይ ዘይኮነ ተሌፎንና እውን ከምኡ ማለት እዩ። እቲ ቀጺልና ንሪኦ ዓይነት ሆርሞን ድማ ሰሪቶንን ዝበሃል ዓይነት ሆርሞን እዩ። እዚ ሆርሞን እዚ ብልምዲ ናይ ሓጎስ ሆርሞን ወይ ድማ ፊል ጉድ ሆርሞን ተባሂሉ ዝጽዋዕ ዓይነት ሆርሞን እዩ። እዚ ሆርሞን እዚ ነቲ ናትና ሙድን ናይ ምቹእነት ስምዒትን ብሓፈሻ ተሓታቲ ዝኾነ ሆርሞን እዩ። እዚ ሆርሞን እዚ ምስ ዝጎድለና ናይ ብስጭትን ናይ ጸቕጥን ጭንቀትን ዓይነት ስምዒት ይስምዓና። ነዚ ሆርሞን እዚ ኣብ ኣካላትና ንምፍጣር ወይ ድማ ንምምዕባል ድኣ እንታይ ክንገብር ኣለና? መዓልታዊ ወላ ከይበዝሐ ከባቢ ዕስራ ደቒቕ ዝኾን ናብ ጸሓይ ዘለዎ ቦታ ክንከይድ ክንክእል ኣለና፣ ናብ ደገ ክንወጽእ ክንክእል ኣለና። እቲ ካልኣይ ድማ እዚ ዓይነት እዚ ትሪፕቶፊን ዝበሃል ዓይነት ትሕዝቶ ዘለዎ መግብታት ምብላዕ ማለት እዩ። እዚኦም እንታይ እዮም? ከም በዓል ፉል ዝኣመሰሉ ጥረታት፣ ዓሳ፣ ስጋን ወይ ድማ ዓደስ ዝኣመሰሉ ምግብታት እንተበሊዕና እዚ ዓይነት ሆርሞን እዚ ኣብ ነብስና ክነማዕብል ንኽእል ኢና። እቲ ካልእ ክሕግዘና ዝኽእል ከ ንኣብነት ናይ ምስጋና ህይወት ምንባር እዩ። ናይ ምስጋና ህይወት ኣብ መዓልታዊ ህይወትና ገለ ውሑዳት ደቓይቕ ወሲድና ንዘለዉና ወይ ድማ ንዝኾንናዮ ነመስግነሉ ግዜ ብምውሳድ ነዚ ሆርሞን እዚ ብምንዛዕ ንነብስና ክንሕግዛ ንኽእል ኢና። ካልእ ድማ ብግቡእ ምድቃስ ማለት እዩ። ብግቡእ ምድቃስ ክሕግዘና ይኽእል እዩ። እቲ ቀጺሉ ንሪኦ ዓይነት ሆርሞን ኢንዶርፊን ዝበሃል ሆርሞን እዩ። እዚ ሆርሞን እዚ ብልምዲ ፔይን ኪለር ተባሂሉ ዝጽዋዕ ሆርሞን እዩ። ብልምዲ ፔይን ኪለር ንምንታይ ምኽንያቱ ኣካላትና ባዕላ ቃንዛን ስቓይን ንምጉዳል እቲ እትሰርሖ ወይ ድማ እትነዝዖ ዓይነት ሆርሞን ስለ ዝኾነ። ስለዚ እዚ ሆርሞን እዚ ኣብ ኣካላትና ምስ ዝጎድለና ተደጋጋሚ ቃንዛ ኣካላት፣ ስቓይ ናይ ነብስን ሕርቃንን ይስማዓና። እዚ ሆርሞን እዚ ኣብ ግዜ ጥንስን ሕርስን እውን ነቲ ቃንዛ ንምጉዳል ዝንዛዕ ዓይነት ወይ ድማ ዝፍጠር ዓይነት ሆርሞን እዩ። እዚ ሆርሞን እዚ ደኣ ብምንታይ ኣብ ኣካላትና ከም ዝምዕብል ወይ ድማ ንኣካላትና ብምንታይ ክንሕግዛ ንኽእል ነዚ ሆርሞን እዚ ንኽፍጠር። እቲ ቀዳማይ ኣቐሚጠ ዘለኹ ስፖርት እዩ። ብስፖርት ኣቢልና ነዚ ሆርሞን እዚ ከም ዝሰርሕ ክንገብሮ ንኽእል ኢና። ስለዚ ርኢና ኣለና፣ ስፖርት ካብቲ ምጥንካር ኣካላት ጥራይ ሓሊፉ ኣብቲ ናትና ስምዒትን ኣብቲ ናትና ምክልኻል ናይ ምክልኻል ዓቕሙ ናይ ነብስናን ዓቢ ጽልዋ እዩ ዘለዎ። እቲ ቀጺልና ንርእዮ ድማ ሰሓቕ እዩ። እዚ ሆርሞን እዚ ብሰሓቕን ምስ ኣወንታውያን ሰባት ብምኽባብን ምስ ደስ ዝብሎና ማለት ሓጎስ ዝህቡና ዓይነት ሰባት ብምኽባብን ክንዛዕ ወይ ድማ ኣብ ኣካላትና ክፍጠር ዝኽእል ዓይነት ሆርሞን እዩ። እቲ ቀጺልና ንርእዮ ድማ ዳርክ ቾኮሌት እዩ። እዚ ጸሊም ሽኮላታ ብምብላዕ ከየብዛሕካ ማለት እዩ ነዚ ሆርሞን እዚ ኣብ ነብስና ከም ዝንዛዕ ወይ ድማ ከም ዝፍጠር ክንገብሮ ንኽእል ኢና ነቲ ቀጺልና ንሪኦ ድማ ዓሚቕ ምስትንፋስ ወይ ድማ ሜዲቴሽን እዩ ሪላክስ ብምግባር እዚ ሆርሞን እዚ ኣብ ኣካላትና ከም ዝፍጠር ክንገብር ወይ ድማ ከም ዝሕይል ክንገብር ንኽእል ኢና ኢልና ንሪኦ ዓይነት ሆርሞን ኦክሲቶይስን ተባሂሉ ዝፅዋዕ ሆርሞን እዩ። እዚ ሆርሞን እዚ ብልምዲ ላቭ ሆርሞን ወይ ድማ ናይ ምትሕቋፍ ሆርሞን ተባሂሉ ዝጽዋዕ እዩ። እዚ ሆርሞን እዚ ንዕርክነትና፣ ዓሙቕት ዝምድናታት ናትና ወይ ድማ እምነትን ውሕስነትን ዝህበና ዓይነት ሆርሞን እዩ። እዚ ሆርሞን እዚ ኣብ ኣካላትና እንተደኣ ጎዲሉ ዓሙቕት ዝምድናታት ምስ ሰባት ክንፈጥርን ምስ ሰባት ክንኣምንን ናይ ኩሉ ግዜ ናይ እምነት ጸገም ከም ዘለና ኢና ንኸውን። ነዚ ሆርሞን እዚ ኣብ ኣካላትና ንምምዕባል ድማ እታ ኣብ ቀዳማይ ደረጃ ኣቐሚጠያ ዘለኹ ምስቶም ዘፍቅሩና ምስቲ በዓል ቤትና ድዩ ወይ ኣፍቃሪትና ወይ ኣፍቃሪና ድዩ ፊዚካል ኮንታክት ምህላው እዩ ምትሕቑቓፍ ዝኣመሰሉ ወይ ኢድ ምትሓዝ ዝኣመሰሉ ነዚ ዓይነት ሆርሞን እዚ ኣብ ነብስና ከማዕብልዎ ይኽእሉ እዮም ካብኡ ብምቕፃል ኳሊቲ ታይም ምስ ኣዕሩኽትና ድዩ ወይ መሓዙትና ክነሕልፍ እንከለና እዚ ሆርሞን እዚ ይንዛዕ እዩ ደሓር ከኣ ካልኦት ሰባት ዝኾነ ነገር ከይተጸበና ካልኦት ሰባት ክንሕግዝ እንኮለና እዚ ሆርሞን እዚ ኣብ ኣካላትና ይንዛዕ። ደሓር ሰባት ክንሕግዝ እንኮለና ዝኾነ ነገር ከይተጸበና ወይ ዘይንፈልጦ እንዲ ገለ ብፍላይ ብኣካልን ብግዜን እንተ ደኣ ኮይኑ ገንዘባዊ ዘይኮነስ ብኣካልን ብግዜን ንዓና ጥራይ ዘይኮነስ ወላ ነቶም ንሕግዞም ዘለና ሰባት እዚ ሆርሞን እዚ ይነዝዕ ኣብ ኣካሎም፣ ብኡ መጠን ድማ ሓጎስ ይስምዖም ማለት እዩ። ብኡ መጠን ድማ ናይ ምቹእነት ስምዒት ይስምዖም። ስለዚ ሰባት ምሕጋዝ ካብቲ ሓገዝ ዘለዎ ካልእ እውን ንዓና እውን ዓቢ ረብሓ ይደለዎ። ስለዚ ከ እዮም ሰባት ዝሕግዙ ንኣብነት ወይ ድማ ምስ ሕጉሳት ሰባት ዝኸዱን ሕጉሳት ሰባትን ዝለዓለ ዕድመ ዘለዎም። ምክንያቱ እዚ ዓይነት ሆርሞን እዚ ሕማም ነቲ ናይ ኢሞን ሲስተም ናትና ነቲ ናይ ሕማም ዝካላኸል ሲስተም ናትና ናይ ኣካላትና የቦርትዖ ስለ ዝኾነ። ኣብ ሂወትኩም ሰላምን ጥዕናን ፍስሃን ሓጎስን ይምነየልኩም እዛ ናይ ሎማዓንቲ ቪድዮ ነዚኣ ትመስል ኔራ እዚ ኣርእስቲ ኣዝዩ ዓብን ሕልኽላኽን እኮ እንተኾነ እተን ንዓና ክሕግዛና ዝኽእላ ኣዝየን ውሑዳት ብቲፕስ እንዳገበርኩ የቅሪበያ ኔረ እዛ ቪድዮ ሓጊዛትኩም ትከውን ተስፋ ይገብር ናብ ካልኦት ሰባት እዛ ቪድዮ ክትሕግዞም ኢልኩም ዝሓሰብኩምባ ሸር ግበሩዋ ላይክ ብምግባር ድማ ናብ ካልኦት ሰባት ከም ትባጻሕ ንግበራ ክሳብ ዝመጽእ ግዜ ብካልእ ትሕዝቶ ንራኸብ ሰሰናዩ ቻው ቻው።